ድዋይት ላይመን ሙዲ ሎመዓልቲ እንዘራረበሉ ኣገልጋሊ ኣምላኽ ድዋይድ ላይመን ሙዲ ይበሃል ወይ ድማ ብሓፂሩ ዲኤል ሙዲ ተባሂሉ እዩ ዝፍለጥ ካብ 1837 ክሳብ 1899 እዩ ነይሩ ሓደ ካብቲ ድዋይድ ላይመን ሙዲ ዝበሎ እዛ ዓለም ብወንጌል ክትብጻሕ እንተኾይና በቶም ፍሉይ ክእለትን ፍልጠትን ዘለዎም ሰባት ዘይኮኑስ በቶም ተራ ሰባት ምዃኑ እየ ዝኣምን ኢሉ ተዛሪቡ ዝገርም ድማ ዲኤል ሙዲ ኣብ 1873 ዓ ም ኣብ ኖርዝፊልድ ዝተባህለ ዓዲ ተወሊዱ ወዲ ኣርባዕተ ዓመት እንከሎ እዩ ኣቦኡ ሞይትዎ ብድኽነት ዓብዩ ኣዲኡ ድማ ንዕኡን ትሽዓተ ካልኦት ኣሕዋቱን ጽቡቕ ስነ ምግባር ምእንቲ ክህልዎም ብስነ ምግባር ተኾስኪሶም ንኽዓብዩ ብፍሉይ ድማ መንፈሳውነቶም ካብቲ እግዚኣብሔር ጽውዖም ጽዋዓ ወለቕ ዘለቕ ከይበሉ ብብቕዓት ንኽዓብዩ ብዙሕ ተጋዲላ ኣዲኡ መጽሓፍ ቅዱስ ከንብብ ኣይደፋፈአቶን፣ ምኽንያቱ ንሳ ኣይተማህረትን፣ ንሱ ጥራይ እዩ ድማ ኣብታ ስድራ ክሳብ ሓምሻይ ክፍሊ እተማህረ ዝነበረ። ኣብ 1854 ዓመተ ምህረት ወዲ 17 ዓመት ምስ ኮነ ካብቲ ዝነብሮ ድኽነት መዋጽኦ እንተኾነ ኢሉ ናብ ናይ ሓወብኡ ዝርከቦ ቦታ ቦስተን ዝርከብ እንዳ ጫማ ከም ሸያጢ ጫማ ኮይኑ ክሰርሕ ጀመረ። ጎኒ ጎኒ ድማ ኣብ ዋይ ኤምሲኤ ዝበሃል ትምህርቲ ሰንበት ይከታተል ነበረ። ወዲ 18 ዓመት ምስ ኮነ ድማ ንጎይታ የሱስ ክርስቶስ ከም ናይ ግሊ መድሓኒ እዩ ብምቕባል ክርስትና ክስዕብ ጀመረ። ድሕሪ ዝነዊሕ ኣይጸንሐን ናብ ቺካጎ ብምግዓዝ ጫማ ናይ ምሻጥ ንግዲ ብምቕጻል ነቲ ዝነበሮ ትካል ክሳብ ከባቢ ሓደ ሚእቲ ሽሕ ዶላር ኣሜሪካ ንኽኻዕብት ከኣለ። ዲኤል ሙደይ ነቲ ሓድሽ ክስዕቦ ዝተቐበሎ እምነት ኣብ ግምት ብምእታው ሃብቲ ኣብ ምድላብ ጥራይ ዘይኮነሲ ንድኻታት ኣብ ምሕጋዝ እውን ክነጥፍ ከም ዘለዎ ቀስ ኢሉ እዩ ተገንዚቡ። መንፈሳዊ ህይወቱ እንዳተኸታተለ ኣብ ቤተክርስትያን ምስ መንእሰያት ተጠርኒፉ ኣብ ኣገልግሎት ትምህርቲ ሰንበት ይሳተፍ ወንጌል ይነግርን ድማ ነበረ። ወላ እኳ ሽዑ ነቶም ኣብታ ቤተክርስትያን ዝነበሩ መራሕቲ ነቲ ዝነበሮ ውህበት ክእለት ቀልጢፎም እንተዘየለለይዎ በቲ ዝነበሮ ባህሪ ግና ኣዝዩ ጥዑም ሕያዋይ ኣዝዩ ድማ እሙን ስለ ዝነበረ ኣብ ቤተክርስትያን ኮነ ኣብ ስራሕ ዝሰርሖ ስራሕ ሞጎስ ይረክብ ነበረ። ኣብ 1958 ኣብ ኖርዝ ማርኬት ሃል ዝበሃል ኣብቲ መሽጎራጉራት ቺካጎ ትምህርቲ ሰንበት ኣቖመ ነዊሕ ከይጸንሐ ድማ ቤተ ክርስቲያን ኮነት እታ ቦታ እዚ ሽዱሽተ ዓመት ጸኒሑ ድማ ኣብ ኢሎኖይ ስትሬት ጎደና ኢሎኖይስ ዝበሃል ኢንደፐንደንት ቸርች ዝበሃል ኣብዚ ሎሚ ድማ ፍሉጥ ዝኾነ ናይ ሙዲ በዓል ዝኽሪ ቤተ ክርስቲያን ዝርከበሉ ቦታ ኮይኑ ኣሎ ጎኒ ጎኒ እቲ መንፈሳውነቱ ኣብ ሻን ሸሞንተ ሚእትን ስሳን ሓደን ዝነበሮ ንግዲ ሓዲጉ ምሉእ ግዜኡ ኣገልግሎት ወንጌል ክኽተል ወሰነ። ኣብ ማሕበራዊ ወንጌላዊ ዕዮ ጥራይ ዘይኮነ ትኩረቱ ድማ ብፍሉይ ድማ ንኣገልግሎት ድኻታት ምብጻሕ፣ ንህፃናት ምግልጋል ዝብል ገበረ። ነዚ ኣገልግሎት ድማ ብቕንኣትን ብቖራጽነትን ተተሓሓዞ። በዚ ድማ ነቶም ካብ ሃገራት ጀርመን፣ ስካንዲናቭያን ካልኦት ብስደት ዝመጹ ዝነበሩ ቆልዑት ኣብ ጎደናታት ማስቲካን ከረሜላን ይሸጡ ስለ ዝነበሩ ነቲ ዘዝርዎ ዝነበሩ ዝሽቅጥዎ ዝነበሩ ናይ ሸቐጣ ኣሸቐጥ ነገራት ወይ ድማ ወለዶም ሰረገላታት ምስሓብ ዘዘውትሩ ስለ ዝነበሩ ነዞም ሰባት እዚኦም ናብ ተልእኾ ወንጌል ንምስሓብ ብዙሕ ጻዕረ ነቶም ዓበይቲ ብፍላይ ምሸት ምሸት ኣብ ዝግበር ዝነበረ ናይ ጸሎት ኣኼባታት ይጽውዖም ነበረ ኣብኡ ድማ ትምህርቲ እንግሊዘኛ ብምውሳኽ ተወሳኺ ፍልጠት ከቕስሞም ጀመረ ሓደ ካብቲ ዝብሎ ዝነበረ ድማ ንሰብ ብሓቂ ተፍቅሮ እንተ ደኣ ኾንካ ከትርእዮ ኣሎካ ብኡ ድማ ኢኻ ክትከስቦ ትኽእል ይብል ነይሩ

ኣብ ከምዚ ዝበለ እዋን ሓደ መዓልቲ ሓንቲ ኤማሲ ሪቨር ዝተባህለት ናይ ትምህርቲ ሰንበት መምህር ተላልዩ ድሒሩ ድማ ሓዳር ምስኣ ገይሩ ሰለስተ ቆልዑትን ወለዱ ሙዲ ቅድሚ ምምርዓዉ በቲ ዝነበሩ ቅንኣት ብዙሕ እኳ ወንጌል እንተኣበሰረ ኣብ ገለገለ ግና ጥበብን ኣገባብን ይጎድሎ ከም ዝነበረ እዩ ዝንገሮ ድሓር ምስ ተመርዓወ ግና ብዙሕ ለውጢ ኣርእዩ ኤማ ድማ ኣዝያ ውርዝይትን ኣስተውዓለይትን ብምንባራ ብብዙሕ ነገራት ንሙዲ ደጊፋቶ'ያ። ቆልዑ ምስ ወለዱ'ውን ንዕኡ ብዙሕ ከይተሸገረ ቤቶም ጽቡቕ ጌራ ተመሓድርን ተስተናብርን ነበረት። ከም ፕረዚደንት እታ ኣብ ቺካጎ ዝነበረት YMCA ንኣርባዕተ ዓመት ዝኣክል ኣገልጊሉ። ኣብ መላእ እታ ከተማ ድማ ትራክትታት ብምዕዳል፣ ናይ ምሸት ናይ ጸሎት ኣኼባታት ብምስራዕ ዝኣመሰሉ ንወንጌል ምዝርጋሕ፣ ከም ስሩዕ መደብ ተተሓዞ። ኣብ ግዜ ውግእ ሓድሕድ ድማ ኣብ ኩናት ምስታፍ ብምእባዩ በዚ መዳይ ኣነ ከምቶም ኣሞራታት እየ ኢሉ መንገዲኡ ነቲ YMCAን ብዩናይትድ ስቴትስ ክሪስቲያን ኮሚሽን ወንጌል ንሰራዊት ምስባኽ ተተሓሓዞ። ኣብ ሓደ ኣጋጣሚ ኣብ ጥቅምቲ 1871 ብዘጋጠመ ዓብዪ ባርዕ ሓዊ ኣብ ቺካጎ ንናይ ሙዲ ናይ ተልእኾ ቤተ ክርስቲያን ገዝኡ ናይ YMCA ማሕበር ብጭራሽ ኣጥፍአን። በዚ ድማ ናብ ኒውዮርክ ገንዘብ ንምእካብ ደጊሙ ንቤተክርስትያን ማሕበር YMCA ንምህናጽን ክጓዓዝ ጀመረ። ይኹን እምበር ኣብ ጎደናታት ዎል ስትሪት እናኸደ እንከሎ ነቲ ዝተሰምዖ ነገር ህልውናን ሓይልን ኢሉ እዩ ገሊጽዎ። ንሱ ዓው ኢሉ ድማ በቃ ይኣኽለኒ ጐይታ፣ በቃ ይኣኽለኒ ጐይታ በለ። ናብ ቺካጎ ሓድሽ ራእይ ሒዙ ተመልሰ። ኣብኡ ድማ ወንጌል መንግስቲ ኣምላኽ ምስባኽ እምበር ማሕበራዊ ህይወት ጥራይ ንዓለም ክቕይራ ኣይክእልን እዩ ዝብል ሓሳብን ራእይን ሒዙ መጸ። በዚ ድማ ምሉእ ሓይሉ ኣብ ወለዶ ብወንጌል ንምብጻሕ ጥራይ ወፈዮ።

ሸ883 ጀሚሩ ግና ኣብ ኣገልግሎት መንፈስ ቅዱስ ዝያዳ ብምትኳር ንመንፈስ ቅዱስ ብምሉእ ልቡ ክደልዮ ጀመረ ኣብ ኣገልግሎቱ ድማ ብዙሕ ህዝቢ ንሙዲ ንክሰምዕ ክሳብ ምሉእ ገበላታትን መተሓላለፊ ኮረዴታት ቤተ ክርስቲያን ቅድሚ ፍርቂ ሰዓት ናይቲ መደብ ምጅማር ክመልእ ጀመረ። መንፈስ ቅዱስ ብሓይሊ እንዳተገልጸ ድማ ብዙሓት ነፍሳት ናብ ጎይታ መንግስቲ ኣምላኽን ይውስኹ ነበሩ። ኣብ ብዙሕ ቦታታት ድማ እናተዓደመ ከገልግል ጀመረ። ገለ ሰባት ከም ዝገልጽዎ ድማ ኣብቲ ዝነበረ ዑደትን ናይ ወንጌል ኣገልግሎትን ክሳብ 2.5 ሚልዮን ዝኾኑ ህዝቢ ወንጌል ሰሚዖም ክኾኑ ይኽእሉ እዮም ይብሉ። ናይ መጽሓፍ ቅዱስ ኣብያተ ትምህርቲ ከፊቱ ድማ ንብዙሓት እውን ንኽመሃሩ ዕድል ከፊትሎም እዩ። ብተወሳኺ እውን ናይ ትምህርቲ ሰንበት ስሩዕ ትምህርትታት ኣተኣታተወ። እዚ ግና ከምተን ካልኦት ኣብያተ ትምህርቲ ዘይኮነሲ ብጽዑቕ ንታሪኽ ቤተ ክርስቲያን፣ ስሩዕ ትምህርቲ ስነ መለኮትን መጽናዕቲ መበቆላዊ ቋንቋታት ይጸቅጥ ነበረ። እቲ ቀንዲ ኣተኩሩ ድማ ኣብ ክርስትናዊ ሕይወትን መጽሓፍ ቅዱስን ዝብል ዓውድታትን ውጽኢቱን እዩ ዝነበረ።

ሙዲ ምስ ሳንከይ ብዝተባህለ ኣብ ኤውሮጳን ኣሜሪካን እናተመላለሱ ክሳብ ኣብ ቅድሚ 100 ሚልዮን ዝኾኑ ሰባት ሓያል ናይ ወንጌል ወፈራታት ገይሮም እዮም ኣብ 1883 ኣብ ዓዲ እንግሊዝ ኣብ ኬምብሪጅ ኣብ ዝተባህለ ተማሃሮ ዩኒቨርሲቲ ኣብ ዝተኣከብሉ ብፍላይ ድማ ፍሉጣት ተማሃሮ ዩኒቨርሲቲ ኣብ ዝተረኽብሉ ወንጌል ብምግልጋል በቲ ግዜ እቲ እቶም ፍሉጣት ኬምብሪጅ ሰቨን ዝበሃሉ ብኡ ዝተሰምዩ ኣብ ቻይና ሚስዮናዊ ኣገልግሎት ንምፍጻም ዝተላእኩ ሰባት ኣፍርዩ። ኣብዚ ድማ ኣብ ትሕቲ ሃሪሰን ተይለር ዝተባህለ ኣገልጋሊ ወንጌል ተመሪሖም ከይዶም። ዲኤል ሙዲ ብፍሉይ ዘተኩረሉ ዝነበረ ንኣምላኽ ዝኸውን ሰራዊት ምስልጣን ዝብል እዩ ነይሩ። በቲ ናይ ምንቅስቓስ ኣገልግሎት ኣቢሉ ድማ ነቶም ብትምህርቲ መጽሓፍ ቅዱስ ዝሰልጠኑ ተራ ሰባት ነቲ ናይ ውሽጢ ከተማ ወንጌል ዕዮ ኣጸቢቖም ክቕጽልዎ ከም ዘለዎም ተገንዚቡ እዩ። ከምዚ ኢሉ፣ እዛ ዓለም እዚኣ ብወንጌል ክትብጻሕ እንተኾይና፣ ብዘይ ጥርጥር ብቑዓትን ፍሉያት ውህበት ዘለዎም ሰብኡትን ኣንስትን ብግዲ ኣየድልይዋን እዩ። ከመይሲ ኣብዛ ዓለም እዚኣ ብተዛማዲ ክረአ እንከሎ ፍሉይ ክእለትን ፍልጠትን ዘለዎም ሰባት ሒደት ጥራይ ስለ ዝኾነ ስለዚ ወንጌል ንዓለም ክብጻሕሲ ተራ ሰባት እዮም ዘድልዩ ኣብ መወዳእታ ብ1886 the bible work institute of chicago evangelization society ድሒሩ ድማ ሙዲ ባይብል ኢንስቲትዩት ተባሂሉ ዝተፈልጠ ኣብዚ ምንቅስቓስ እዚ ቤት ትምህርቲ መጽሓፍ ቅዱስ ናይ መጀመርያ ትምህርቲዩ ዝጀምረሉ ካብዚ ዕዮ ብምብጋስ ድማ ብማሕበር ኮልፖጅ ዝተባህለ ወይ ድማ ዳሕራይ ሙዲ ፕረስ ተባሂሉ ተጸውዐ፣ ኣብ መላእ እታ ሃገር ህዝብን ክርስትያናዊ መጽሓፍትን ትራክትን ንምዝርጋሕ ዝተወፈየ ኣገልግሎት ነበሮ። ካልእ ድማ ዕዮ ወንጌል ንኽዝርግሕ ማሕበራት ብዝተፈላለየ መንገዲ ይቖም ነበር። በዚ ድማ ዲኤል ሙዲ ደኺመ ከይበለ መደብ እንዳሰርዐ ቅድሚ ምሟቱ ጥራይ እኳ ደኣ ኣብ ውሽጢ ሓደ ወርሒ ኣብ መዓልቲ ክሳብ ሽዱሽተ ስብከታት ይሰብኽ ነበረ። ዝበዝሐ ግዜኡ ድማ ኣብቲ እተወሊዱ ዝዓበየሉ ቦታ ማለት ኣብ ኖዝፊልድ ዝተባህለ ናይ ሕርሻ ቦታ ምስ ደቁን ደቂ ደቁን ግዜ ምሕላፍ ይፈቱ ነበረ። ኣብቲ ቦታ እቲ ድማ ብሰላም ዓረፈ።